ከምቲ ኣብ ጽኑዕ መሰረት እተሃነጸ ገዛ ንፋስን ማዕበልን ዘየናውጾ፣ ሓቀኛ ሰብኣይ ድማ ብውሽጣዊ ስነ-ምግባሩን ብትብዓት ዝመልኦ ልቦንኡን እዩ ዝፍለጥ። ኣብዛ ዓለም ብዙሓት ሰብኡት ክህልዉ ይኽእሉ እዮም፣ ሓቀኛታት ሰብኡት ግን ውሑዳት እዮም። ምኽንያቱ ሰብኣይ ማለት ጭዋዳታት ምርኣይ ዘይኰነስ ሓላፍነት ምሽካም ማለት ስለ ዝዀነ። ሓቀኛ ስብኣይ ብባህርያቱን ብተግባራቱን እዩ ዝምዘን። እዞም ዝስዕቡ ሓሙሽተ ቀንዲ ባህርያት ድማ መለለዪ ሓቀኛ ሰብኣይ እዮም። ቀዳማይ፣ ሓላፍነት ምውሳድ። ሓላፍነት ምውሳድ ንሓደ ሰብኣይ ካብ ተራ ተዓዛቢ ናብ ሓቀኛ መራሕን ዓንድን ዝቕይሮ ወርቃዊ ባህሪ እዩ። ሓቀኛ ሰብኣይ ህይወት ኩሉ ግዜ ከምቲ ዝደልዮ ከም ዘይትኸይድ ይርዳእ። ኣብ ክንዲ ንቁጠባዊ ኩነታት፣ ንፖለቲካ፣ ንወለዱ ወይ ንመጻምዱ ብምውቃስ ግዜኡ ዘጥፍእ፣ ኣነ እንታይ ክገብር እኽእል ኢሉ ይሓትት። ጌጋ ክሰርሕ ከሎ ሰባት ስለ ዘሰሓሕቱኒ እዩ ኣይብልን። የግዳስ ጌጋ ገይረ እየ፣ ክእረም ድማ እየ ብምባል ብትብዓት ይቖርጽ። እዚ ስነ-ኣእምሮኣዊ ብስለት እዩ። ሓላፍነት ዝወስድ ሰብኣይ ንቓላቱ ከም ውዑል እዩ ዝርእዮም። ሓደ ነገር ክገብር እየ እንተ ኢሉ፣ ሰማይን ምድርን እንተ ተገለባብጡ ንቓሉ ንምኽባር ይጽዕር። እዚ ባህሪ እዚ ኣብ መንጎ ሰባት እምነት ይፈጥር። ጸገማት ንኹሉ የጋጥሙ እዮም። ፍልልይ ዘምጽእ ግን ነቲ ጸገም እትገጥመሉ መንገዲ እዩ። ሓላፍነት ዝስምዖ ሰብኣይ ኣብቲ ጸገም ተዓጽዩ ኣየማርርን። ኣብ ክንዲ ስለምንታይ እዚ በጺሑኒ ዝብል እንታይ ተማሂረ፣ ከመይ ገይረ ከ ይፈትሖ ኢሉ ይሓስብ። ኣብ ስራሕ ይኹን ኣብ ቤቱ እሱ እቲ ሃሳሲ መፍትሒ እዩ። ሓላፍነት ምውሳድ ክበሃል ከሎ ርእሲ ፍቕሪ ኣወጊድኻ ንኻልኦት ምስሓብ ማለት እዩ። ሓቀኛ ሰብኣይ ንስድርኡ ከም ጽላል እዩ። ደቁን ሰበይቱን ኣቡኡ ተጸጊዖም ክድቅሱ፣ ኣሕዋቱን መሓዙቱን ድማ ኣብ ግዜ ጸገም ክጽግዕዎ ከለዉ እቲ ዝዓበየ ሓበን ይስምዖ። ሓላፍነት ንዕኡ ጾር ዘይኮነስ ንመንነቱ ክብሪ ዝህብ መለለይኡ እዩ። ብዙሓት ሰባት ጌጋ ምእማን ከም ድኻም ይርእይዎ። ሓቀኛ ሰብኣይ ግን ጌግኡ ክኣምን ከሎ ዝያዳ ይዓቢ። ይቕሬታ ምባል ንዕኡ ኣየንእሶን፣ የግዳስ ልቦንኡን ዓቕሙን እዩ ዘርኢ። ካብ ጌግኡ ተማሂሩ ንጽባሕ ዝሓሸ ሰብ ክኸውን ዝጽዕር ሰብ ንሱ እዩ እቲ ንነብሱ ዝገዝእ ሰብኣይ። ሓላፍነት ምውሳድ ማለት ናይ ህይወተይ መሪሕ ኣብ ኢደይ እዩ ምባል ማለት እዩ። ሓቀኛ ሰብኣይ ንብጻዩ ዘኽብር፣ ንስድርኡ ዝሕብሕብ፣ ንማሕበረሰቡ ድማ ኣብነት ዝኸውን ሰብ እዩ። ዓለም ዘልያ ብዙሓት ሰብኡት ዘይኮኑስ ሓላፍነት ዝወስዱ ውሑዳት ሓቀኛታት ሰብኡት እዮም። ካልኣይ፣ ቃልካ ምሕላው። ቃል ንሓደ ሓቀኛ ሰብኣይ ካብ ወረቐትን ክታምን ንላዕሊ ዝኸበደ ውዕል እዩ። ቃልካ ምሕላው ማለት ንመንነትኻን ንኽብርኻን ምሕላው ማለት እዩ። ኣብ ጥንታዊ ባህልና ሰብኡት ውዕል ክፈራረሙ ከለዉ ጠበቓ ወይ ወረቐት ኣየድልዮምን ነይሩ። ቃለይ ሂበካ ኣለኹ ምባል ጥራይ እኹል ነይሩ። ሓቀኛ ሰብኣይ ሎሚ እውን ነቲ ክብርታቱ ይዕቅብ እዩ። ሓደ ነገር ክገብር እየ እንተ ኢሉ፣ ዋላ እቲ ኵነታት ይለዋወጥ፣ ዋላ እቲ ነገር ንዕኡ ኪሳራ የምጽኣሉ፣ ኵሉ ንኸይዓጽፍ ክብል መስዋእቲ ይኸፍል። እዚ ንዕኡ ናይ እምነት ሰብ የብሎ። ቃልካ ምሕላው ካብቲ እሺ ምባል ይጅምር። ሓቀኛ ሰብኣይ ንሰባት ንምሕጓስ ወይ ንግዝያዊ ፍሽኽታ ክብል ዘይክኡለ ቃል ኣይኣቱን እዩ። ዘይተኣማመን ሰብ ኩሉ ግዜ ክረኽበካ እየ፣ ክገብረልካ እየ እናበለ ንሰባት ተስፋ የቑርጽ። ሓቀኛ ሰብኣይ ግን ክገብሮ ዘይክእል ነገር እንተኾይኑ ኣይፋልን፣ ኣይክእልን እየ ኢሉ ብቕንዕና ይዛረብ። እዚ ትብዓት እዚ ሰባት ኣብቲ ዝሃቦ ቃል ብምሉእ ልቦም ክተኣማመኑ ይገብሮም። ኣብቲ ዝተሓላለኸት ዓለም እቲ ዝዓበየ ሃብቲ ገንዘብ ዘይኮነስ እምነት እዩ። ቃሉ ዝሕሉ ሰብኣይ ኣብ ዝኸዶ ይኽበር፣ ኣብ ስራሕ ዓወት ይረክብ፣ ኣብ ፍቕራዊ ህይወቱ ሰላም ይረክብ፣ ኣብ ማሕበረሰቡ ድማ ከም ተኣማኒ ይጥቀስ። ሰባት ክርስቶስ ስለ እተዛረቦ ክኸውን እዩ ኢሎም ብዓይኖም ዓሚቶም ክተኣማመኑሉ ከለዉ፣ እዚ ካብ ዝዀነ ናይ ዓለም ክብርታት ንላዕሊ እዩ። ቃልካ ምሕላው ቀሊል ዝኸውን ኵሉ ነገር ጽቡቕ ክኸይድ ከሎ እዩ። ሓቀኛ ሰብኣይ ግን ኣብ ግዜ ጸገምን ፈተናን እዩ ዝፍተን። ቃሉ ንምሕላው ክብል ጥቕሙ ዝሓድግ፣ ቃሉ ንምሕላው ክብል ዝጽገም ሰብ ንሱ እዩ እቲ ብሓቂ ክብርን ሞራልን ዘለዎ ሰብኣይ። ቃልካ ምዕጻፍ ንግዝያዊ ረብሓ የውጽእ ይኸውን፣ ቃልካ ምሕላው ግን ንዘልኣለም ዝነብር ስም የውህብ። ንቃሉ ዘየኽብር ሰብኣይ ድማ ንነብሱ ዘየኽብር ሰብ እዩ። ሳልሳይ፣ ጻዕርን ስራሕን። ጻዕርን ስራሕን ንሓደ ሰብኣይ ሞተር ናይ ህይወቱ እዮም። ሰብኣይ ብመልክዕ ወይ ብዘረባ ዘይኮነስ ብተግባርን በቲ ንሱ ዝፈጥሮ ውጽኢት እዩን ዝዕቀን። ንሱ ስለምንታይ እዩ ዝነብር ዘለኹ ዝብል ንጹር መልሲ ኣለዎ። ህይወቱ ዕላማ ኣለዋ። ጽባሕ ንግሆ ካብ መደቀሲኡ ክትስእ ከሎ ዝጭብጦ ራኢን ዝበጽሖ ዕላማ ስለዘለዎ እዩ። እዚ ዕላማ እዚ ድማ ኣብ ግዜ ፈተናን ድኻምን ሓይሊ ይኾኖ። ብርሃጽ ገጽካ እንጀራ ብላዕ ዝብል ምስላ ትርጉሙ ንሓቀኛ ሰብኣይ ኣጸቢቑ ይርድኦ። ካብ ሰብ ምጽባይ ብሽግር ምንባር ወይ ብዘይ ጻዕሪ ዝርከብ ጥቕሚ ይፍንፍን። ብገዛእ ርእሱ ጻዕሩ ዘምጽኦ ንእሽቶ ዓወት ካብቲ ብዘይ ጻዕሪ ዝርከብ ብሉጽ ምግቢ ንላዕሊ ይጥዕሞ። ስራሕ ንዕኡ መነባብሮ ጥራይ ዘይኮነስ ሰብኣዊ ክብሩ ዘውሕሰሉ መድረኽ እዩ። ሓቀኛ ሰብኣይ ንሎሚ ጥራይ ተመጊቡ ዝሓድር ብላዕ ሰቲ ኣይኮነን። ንሱ ሎሚ ክዘርእ ከሎ ንጽባሕ ክዓጽድ ምዃኑ ይፈልጥ እዩ። ንቤተሰቡ ዝኸውን ድልዱል መሰረት የንብር፣ ንደቁ ዝኸውን ኣብነት ይተክል፣ ንእርጋኑ ዝኸውን ድማ ይሓስብ። ሎሚ ዝኸፍሎ መስዋእቲ ንመጻኢ ወለዶ ዕረፍቲ ከም ዝኸውን ስለ ዝርዳእ ንስራሕ ድሕር ኣይብልን። ጻዕሪ ማለት ኩሉ ግዜ ነገራት ቀሊል ክኾኑ ከለዉ ጥራይ ምስራሕ ማለት ኣይኮነን። ሓቀኛ ሰብኣይ ኣብ ግዜ ውድቀት እዩ ዝያዳ ዝሰርሕ። ደኺመ እየ ኢሉ ኢዱ ኣይህብን። ስራሕ ንባዕሉ ስነ ስርዓት የምህሮ። እዚ ስነ ስርዓት እዚ ድማ ኣብ ህይወቱ ብርቱዕን ዘይሰዓብን ሰብ ይገብሮ። ሃካይ ሰብኣይ ዕድሉ ኣብ ኢድ ሰባት እያ ዘላ ጻዕረኛ ሰብኣይ ግን ዕድሉ ኣብ ኢድ ፈጣሪኡን ኣብ ራሃጹን እያ ዘላ ጻዕሪ ንሰብኣይ መንነቱ የላብሶ ስራሕ ድማ ኣክሊል ክብሩ እዩ ሓቀኛ ሰብኣይ ሃካይ ክከውን ኣይክእልን ምክንያቱ ስራሕ ናይ ነብሱ ምግቢ እዩ ራብዓይ ስምዒታዊ ብስለት ህይወት ብጸገማትን ዘይተጸበኻዮም ኩነታትን ዝመልእት እያ። ሓቀኛ ሰብኣይ ጸገም ምስ መጸ ቀልጢፉ ኣይሰናበድን፣ ኣይጭነቕን ወይ ድማ ተስፋ ቆሪጹ ኢዱ ኣይህብን። ኣብቲ ኩሉ ሰብ ዝሽበረሉ ግዜ ንሱ ህድኣት መሪጹ ብጥንቃቐ ይሓስብ። እዚ ህድኣት እዚ ድማ እዩ ንስድርኡ ንፈተውቱን ናይ ድሕነት ስምዒት ዝህቦም። ከምቲ ኣብ ጽኑዕ መሰረት እተሃነጸ ገዛ ንፋስን ማዕበልን ኣየናውጾን። ዝኾነ ሰብ ክሓርቕ ይኽእል እዩ፣ ሕርቃንካ ምቁጽጻር ግን ናይ ሓያላት ስራሕ እዩ። ሓቀኛ ሰብኣይ ብስምዒት ተደፋፊኡ ቃላት ኣይድርቢን፣ ሰባት ኣየዋርድን ወይ ድማ ሓይሊ ኣይጥቀምን። ንሱ ኣብ ክንዲ ባርያ ስምዒቱ ዝኸውን ጎይታ ስምዒቱ እዩ። ሕጂ እንተ ተዛሪበ ከበላሽዎ እየ ኢሉ ክሓስብን ንነብሱ ክሓትትን ዓቕሚ ኣለዎ። እዚ ድማ ኣብ መንጎ ሰባት ዘለዎ ክብሪ የዕብዮ። ብዙሓት ሰባት ንምዝራብ ይህወኹ፣ ሓቀኛ ሰብኣይ ግን ንምስማዕ ይቕድም። ንሰባት ክሰምዕ ከሎ ንምምላስ ጥራይ ዘይኰነስ ንምርዳእ እዩ ዝሰምዕ። ንሰበይቱ፣ ንደቁ፣ ወይ ንመሓዙቱ ግዜ ሂቡ ክሰምዕ ከሎ፣ ዘይተባህለ ቃላት እውን ከይተረፈ ይርድኦ እዩ። እዚ ባህሪ እዚ ንሰባት ኣገዳስነት ከም ዝስምዖም ይገብር፣ ንዕኡ ድማ ብሱል መራሒ የብሎ። ሰብኣይ ኣይነብዕን ወይ ሰብኣይ ፍቕሩ ኣይገልጽን ዝብሉ ኣተሓሳስባታት ናይ ብስለት ምልክት ኣይኰኑን። ሓቀኛ ሰብኣይ ፍቕሩ ክገልጽ፣ ስምዒቱ ክዛረብ ወይ ጌግኡ ክኣምን ኣይሓፍርን እዩ። ስምዒትካ ብግቡእ ምግላጽ ትብዓት እዩ ዝሓትት። ንሱ ይቕሬታ ምባል ከም ድኻም ዘይኰነስ ከም ዕቤት እዩ ዝሪኦ። እዚ ቅንዕና እዚ ድማ ኣብ መንጎኡን ኣብ መንጎ ዝፈትዎም ሰባት ድልዱል ናይ እምነት ድልድል ይሃንጽ። ስምዒታዊ ብስለት ማለት ልብኻን ኣእምሮኻን ሚዛኖም ሓልዮም ክኸዱ ምግባር እዩ። ሓቀኛ ሰብኣይ ብስጋ ጥራይ ዘይኰነስ ብመንፈስን ብልቦናን ዝበሰለ እዩ። ሓምሻይ፣ ትሕትናን ንጌጋኻ ምእማንን። ብዙሓት ሰባት ጌግኦም ክኣምኑ ከለዉ ክብሮም ዝተተንከፉ ኮይኑ ይስምዖም። ሓቀኛ ሰብኣይ ግን ንኽብሩ ኣብ ልዕሊ ሓሶት ወይ ልክዕ እየ ዝብል ዓውታ ኣይሃንጾን። ጌጋ ከም ዝሰርሐ ምስ ተረድኦ ብትብዓት ተጋጊየ ክብል ይኽእል። እዚ ቃል እዚ ንዝተበላሸዉ ዝምድናታት ይጽግን፣ ንዝጠፍእ እምነት ድማ ይመልስ። ጌጋኻ ምእማን ንነብስኻ ካብቲ ዝኸበደ ናይ ልክዕነት ጾር ናጻ የውጽኣካ። ይቕሬታ ግበረለይ ንምባል ንሓደ ሓቀኛ ሰብኣይ ኣየንእሶን እዩ። ብኣንጻሩ ካብ ገዛእ ርእሱ ኩርዓት ንላዕሊ ንሰላምን ንዝምድናን ዋጋ ከም ዝህብ ዘርኢ ምልክት ልቦና እዩ። ሰባት ብይቕሬትኡ ይተኣማመንሉ፣ ምኽንያቱ ንሱ ጌግኡ ክሓብእ ዘይኰነስ ክእርም ዝደሊ ቅኑዕ ሰብ ምዃኑ ስለ ዝፈልጡ። ኩሉ ይፈልጥ እየ ዝብል ሰብ ምዕባልኡ ደው ዝበለ ሰብ እዩ። ሓቀኛ ሰብኣይ ግን ትሑት መንፈስ ስለ ዘለዎ ካብ ዝኾነ ሰብ ክመሃር ድልው እዩ። ካብ ዓበይቲ ልቦና ይቐስም፣ ካብ መመዘንኡ ተመክሮ ይካፈል፣ ካብ ንኣሽቱ ድማ ሓደሽቲ ሓሳባት ይቕበል። ትሕትንኡ ንሓደሽቲ ፍልጠትን ዕድላትን ማዕጾ ይኸፍተሉ። ንሱ ርእሱ ከምቲ ፍረ ዝመልአ ጨንፈር ኦም እዩ፣ ብዝያዳ ፍረ ምስ ሓዘ፣ ብዝያዳ ናብ መሬት ይጥሕል። ትዕቢት ንሓደ ሰብ ካብ ሰባት ይንጽሎ፣ ትሕትና ግን ንሰባት ይስሕቦ። ሓቀኛ ሰብኣይ ንርእሱ ሰቕ ኢሉ ንሰባት ብንዕቀት ኣይርእይን። ዝኾነ ዓወት እንተመዝጊቡ ብሓገዝኩምን ብሓገዝ ፈጣሪን ኢሉ ንሰባት የመስግን እምበር ንኹሉ ውጽኢት ናብ ነብሱ ጥራይ ኣየጸግዕን። እዚ ባህሪ እዚ ኣብ ማሕበረሰቡን ተፈታውን ተሰማዕነትን ዘለዎ ይገብሮ። ትሕትና ማለት ድኹም ምኻን ማለት ዘይኮነስ ንሓይልኻ ብምቁፅፃር ንሰባት ምኽባር ማለት እዩ። ሓቀኛ ሰብኣይ ጌግኡ ክኣምን ከሎ ይዓቢ፣ ይቕሬታ ክሓትት ከሎ ይኸብር፣ ካብ ሰባት ክመሃር ከሎ ድማ ይበስል። ትሕትና ናይ ሓቀኛ ሰብኣይ ኣኽሊል እያ። ንሎሚ ዘዳለኹልኹም መደብ እዚ ይመስል። ኣብ ዝቕፅል ቪድዮ ብኻልእ ኣገደስቲ ኣርእስቲ ክሳብ ንራኸብ ሰላም ፅንሑ።